ምድረ ፋንድያ ኮለኻ ካብ ዘለኻ ስነ ጥበበኛ ንክሕጠኩም ኢና ኩላኩም ኣርቲስት ናይ ኣዲስ ኣበባ ግን ንሕና ንክስቶ ንክስቶ ኣብሊጽና ንሪኦ የብልናን ኩላኩም ንዓና ማዕረ ኢኩም ትብጽሑና ስለዚ ብዝተካለ መጠን ክትሰማምዑ ሰላም ክትገብሩ ስኒት ክትገብሩ ክትክእሉ ኣለኩም ኣይፋቀሩን እዮም ኣይፋተውን እዮም ክተሓማመዩ እዮም ዝውዕሉ

ጥበብ። ከመይ ቀኒኹም ዝኸበርኩም ተኻታተልቲ መደባት ዓንኬል ጥበብ። እዚ ንኡስ መደብ ኣብ ህያብ ኢንተርተይመንት ዝዳሎ ንኡስ መደበይ'ዩ። ተኻታተልቲ ናይዚ መደበይ'ዚ ክትኮኑ ብኽብሪ ይዕድመኩም። ከመይ ንኸውን? ከመይ ኣለና? ኣነ ጽቡቕ ኣለኹ ንስኻትኩም'ውን ከማይ ጽቡቕ ክትህልዉ በዓል ምሉእ ተስፋ'የ። ነዚ መደብ'ዚ ወይ ድማ ብዓቢኡ ነዛ ቻነል እዚኣ ሓደሽቲ ዝኾንኩም ሰባት ላይክ ሸር ሳብስክራይብ ኮመንት ብምግባር ተኻታተልቲ መደባተይ ክትኮኑ ብኽብሪ ይዕድመኩም። ባንኬት ጥበብ። እምበኣርከስ ንሎምም ብዝተፈለየ ትሕዝቶ እየ መጼኩም ዘለኹ። ኣብ ዝተፈላለዩ መራኸቢ ብዙሓናት፣ ማስሜዳታት፣ ናይ ፈይስቡክ ይኹኑ ናይ ዩቱዩብ ቻነላት ከምዚ ክንከታተሎ ዝቐነና ብዙሕ ንስነጥበባውያን ኣዲስ ኣበባ ዘቆናጽብ ስርሓት ከምኡ ድማ ዘረባታት ክዕዘብ ክኢልና ኢና። እምበኣርከስ ንሎምዓንቲ ናይ ኣርቲስት ኣዲስ ስነ ቀንጠብጠብ ዶ ስነጥበባውያን ብዝብል ኣርእስቲ ንእሽተይ መብርሂ ክህበኩም'የ ኣብ ቅድሚኹም ጠጠው ኢለ ዘለኹ ማለት'ዩ። ኣንኬል ጥበብ። ብዙሓት ሰባት ኣብ ኣዲስ ዘለዉ ስነጥበባውያን ስነጥበባውያን ኣይኮኑን ስነ ቀንጠብጠብ እዮም ብዝብል ስያመ ክህብዎም ቀንዮም እዮም እዚ ግን ሓቂ ድዩ ወይ ድማ ጌጋ ንእሽቶይ መብርሂ ናተይ ክህበሉ እየ ሙሉእ ብሙሉእ ቅድሚ ናብቲ ሙሉእ ትሕዝቶይ ምኻደይ በዛ እትስዕብ ሓረግ ክጅምር እየ ኣይርደኣናን እዩ እምበር ክንፋቶ መዓት ኢና ቃል ወይንሃረግ ሃይለ ቤኪ ነፍስሄር ስነ ጥበበኛ ወይንሃረግ ቤኪ እተዛረበታ እዛ ቃል እዚኣ ኩላትና ንፋቶ ኢና ካብቶም ኣፍረይቲ ጥበብ ጀሚርካ ክሳብ እቶም ተቐበልቲ Audience ተዓዘብቲ ጥበብ ነዚ ፍትወትና እዚ ግን ክሳብ ክንደይ ኢና ርድኢትና ዓሚቕና ንዕዘቦም ዘለና ሰኣን ርድኢትና ንንፈትዎም ሰባት ንኸስር ከይንህሉ ምጥንቃቕ ከድልየና። ንጽልኢ፣ ኣፈላላይ፣ ኣውራጃውነት፣ ሓድሕድ ባእሲ ዝዕድም ማሕበራውያን ሜዳታት ማሕበራውያን ሜድያታት'ዶ ግለሰባት ንዝኸድዎ ዘለዎ ኪደት ብትሪ ንኹንን ምህላውና በዚ ኣጋጣሚ'ዚ ከተሓሳስብ ይፈቱ። ዓንኬል ጥበብ። ካብቲ ዝኣቱ ምሩጽ ምህርቲ ክርዳድ ይርከቦ እዩ። ክርዳድ ጥራይ ዘይኮነውን ብዙሕ ክርዳታት ክርከቦ ይኽእል እዩ። ብዝሒ ክርዳድ ስለ ዝተረኽቦ ሓደ ምህርቲ ግን ሙሉእ ምህርቲ ክርዳድ እዩ ክበሃል ኣይክእልን እዩ። ኣብ ብሱል መግቢ ጥረ ወይ ድማ ዘይበሰለ ንጥረ ነገር ክርከቦ ይኽእል እዩ። እዚ ውሱን ዘይበሰለ ዝተረኽቦ ግን መግቢ ሙሉእ ጥረ እዩ። ኣይበሰለን ክበሃል ኣይኽእለናን እዩ ስለዚ ኢልካ ኢልካ እንታይ ኣምጻኻ እዩ ኣብ ኣዲስ ኣበባ ንዝፈርዩ ዘለዉ ስርሓታት ክርዳድ ወይ ውን ጥረ ስለ ዝተረኽቦም ሙሉእ ስርሓት ክርዳድ እዩ ወይ ጥረ እዩ ምባል ኣይከኣልን። ምሉእ ፍርያትን ኣፍረይቱን ብኽርዳድ ወይ ውን ብጥረ ነገር ክጽውዑ ኣይከእሉን እዮም። ክጽውዕሉ ዘየኽእለሉ ምኽንያት ውሱን ኣብነት ብምግባር ክጠቕሰልኩም እየ። ዓንኬል ጥበብ። ካብቶም ኣብ ኣዲስ ኣበባ ዘለዉ ዓበይቲ ስነጥበባውያን ዓበይቲ ስርሓት ዘፍርዩ ክሳብ እቶም ናእሽቱ ናእሽቱ ወለዶ ንኣርት ዝቃለስሉ ዘለዉ ኣብ ስደት ምስ ብዙሕ መሰናኽል፣ ምስ ብዙሕ ውረድ ደይብ ዓቐበት፣ ከምቲ ዝድለ ፋሲሊቲ ኣብ ዘይብሉ፣ ምስ ብዙሕ ነገራት ተራጺሞም ነዚ ስራሕ እዚ ዘፍርዩ ዘለዉ ዓበይቲ ስነጥበባውያን ኣብነት ከምጻልኩም እየ። ብስነጥበባዊ ሳሙኤል ረዘነ ደራስን ዳይሬክተርን ክብገስ እየ።
ኣትቤቴ እሞ መኪናን ውራይስ እንታይ ዘተኣሳስር ኣለዎ? ድሕርካ ዘይተዋህበቶ ገንዘብ ተለዋ ኸኣ ምስ በዓል ባባ ትጸባጸብ እምበር ኣብ ማእከል ኣጋይሽ ኣብ ማእከል ኣጋይሽ ደፊራ ክትወጽእ ዘይከውን እሱ ዶ ሓቅኺ ብጣዕሚ እያ ተጋግያ።
ሳሙኤል ረዘነ ደራስን ዳይሬክተርን ኣብ ኣዲስ ኣበባ ዝርከብ ዓብዪ ደራሲን ዳይሬክተርን እዩ። እዚ ስነ-ጥበባዊ'ዚ ብሕቡእ ጽላሎት ከምኡ'ውን ዛዛሚ ኪዳን ዝብላ ኣብ ልቢ ተዓዘብቲ ዓቢ ጽልዋን ተጽዕኖን ዝገበራ ፊልምታት ከፍሪ ዝኸኣለ ዓቢ ስነ-ጥበበኛ'ዩ። እዚ ስነ-ጥበበኛ'ዚ ኣብ ኣዲስ ኣበባ'ዩ ዘሎ።

ኣብ ኤርትራ ብ ህያብ ፈጣሪ እትብል ስራሕ ድርሰት ዝፍለጥ ኣብ ኣዲስ ኣበባ ብምዃን ድማ ከም በዓል ሽሕን ሰማንያን ከምኡውን ሽታ ሪመይ ዝብላ ዓበይቲ ስርሓት ዘፍረየ ዓብዪ ስነ ጥበበኛ እዩ። ንሱ እውን ኣካል እቲ ኣብ ኣዲስ ዝርከብ ስነ ጥበባዊ እዩ።
ኣንታ ተኾንካ ኣንታ ወዲ ሓቦይ ዲኻ ኣንታ እንታይ ኾንካ ድሓን ዲኻ ወይ ድሓን እየ ወላ ሓንቲ
ኣይ ጓል ሓወይ ቅጭል ንኣኽዶስ እንተገባኣኪ ድሓን ኣምላኽ ኣሎ
ያ ኣምላኽ ኣሎ የሊም ጓለይ
እዚኦም ገለ ካብቶም ክጥቀሱ ዘለዎም ዓበይቲ ኣያታትና ናይ ጥበብ ዓበይቲ ወለዶ ክኾኑ እንከለዉ ናቶም ሰንሰለት ሒዞም ዘለዉ ድማ ካብቶም ንኣሽቱ ወለዶታት ናትና ዘለዉ ሓደ ክጽዋዕ ዝኽእል ኣማኑኤል ተኽለ እዩ። ስነ-ጥበባዊ ኣማኑኤል ተኽለ ደራሲን ዳይረክተርን ከምኡ'ውን ተዋሳኣይ እዩ። ገለ ንሱ ካብ ዘፍርዮም ስርሓት፣ ትልሚ፣ ለውሃት፣ ህያው፣ ከምኡ'ውን ሓወላ ዝብላ ኣብ ልቢ ተዓዘብቲ ዓቢ ቦታ ዘለወን ስርሓት ተቐባልነት ዝፈረያን እየን። ንሱ'ውን ኣካል ስነጥበባውያን ናይ ኣዲስ እዩ። ሓደ መዓልቲ ክትሞቲ ኢኺ። ውይ በስመኣልፈስቁዱስ ክዛረቦ ክረኽቦ ብዝኸድኩሉ እኮ ይመውት ኣለኹ ኢልኒ።

ቶማስ የማነ ኣበራ። ፈዳይን፣ ሰልሚ፣ ከምኡውን ተሬዛ ዝብላ ስርሓት ገለ ካብተን ዝተሰርሓ ስርሓት እውን ምጥቃስ ይከኣል። እዚ እውን ኣካል ኣብ ኣዲስ ኣበባ ዝርከብ ስነ-ጥበባዊ እዩ። ባንኬት ጥበብ። እዞም ክንጠቕሶም ዝጸናሕና ገለ ካብቶም ውሱናት፣ ብዙሓት ኣለዉ ግን ውሱናት፣ ብልቢ ኣብ ልቢ ተዓዘብቲ ዝሓደሩ ዓበይቲ ስራሓት ፊልምታት ኣብ ኣዲስ ኣበባ ብምዃን ከፍርዩ ዝኸኣሉ ስነ-ጥበበኛታት'ዮም። እሞ'ኸ ነዞም ስነ-ጥበባውያን'ዚኦም መስ ስነ-ቀንጠብጠብ ዲና ክንጽብጽቦም? ብወገን ደቂ ተባዕትዮ ጥራይ ዘይኮነ ደቂ ኣንስትዮ'ውን ሓያላት ሓያላት ዓቢ ስርሓት ዘፍረያ ኣብ ኣብ ውሽጢ ኣዲስ ኣበባ ብምዃን ትሕዝቶ ናይ ስነ ጥበብ ኣብ ምቕራብ ዝርከባ ስነ ጥበባውያንና ኣለዋ። ትቕየሙለይ ዶ ትሕሱለይ ዶኸ ከም ሆየት ትምትኹ ወጽየ ተሳጊረ። እንታይ ይውሕረል?

ኣባ ቀሺ እንታይ ከም ትብሉኒ ዘለኹም ኣይሓዝኩኹምን። እንታይ ኢኹም ክትብሉኒ ደሊኹም? ኩሉ ሰብ እኮ
ኣብ ናይ ካልእ ሰብ ለባም እዩ። ሃም ናቱ ምስ በጽሖ እዩ ዝርድኦ። ኣነ ንስኻወ እሂ ክትክሕደን ደሊኻ? ኣቲ ጓል ስነ ስርዓት ግበሪ ኣነ በዓል ሓዳር እየ። ብትዛረብዮ ዘለኻ ኣብ ሓዳሪ ሓደጋ ክወድቀኒ ይኽእል እዩ። በጃኺ ነኪ ምልጋጽ ገዲፍኪ እቲ ሓቂ ንገርዮም። እዚኤን እውን ኣካል ኣብ ኣዲስ ኣበባ ዝርከባ ስነጥበባውያን ደቂ ኣንስትዮ ናይ ሃገርና እየን። ዓንኬል ጥበብ! እሞኸ ንኸምዚኦም ዝኣክል ስርሓት ንዘፍረዩ፣ ኣብ ምፍራይ እውን ንዝርከቡ ፀርፊ ሞሰኦም ዶ ይኸውን? እቲ መልሲ ናባኹም እየ ክገድፎ። ነዞም ስራሕ ኣብ ኣዲስ ኣበባ ኮይኖም ንዘፍርዩ ሰባት ብገለ ዘይስነምግባራውያን ዘይሓላፍነታውያንን ሰባት ለኪምካ ምዝራብን ምጽራፍን ግን ዓገብ ይብል ኣለኹ። ኣውራጃውነት ክህሉ ይኽእል እዩ። ብኣውራጃውነት ፈላልዮም ዝሰርሑ ገለ ስነጥበባውያን ይኹኑ ኣካል ኣብቲ ኣብ ጥበብ ዘፍርዩ ዘለዉ ዩቱበራት ቻነል እውን ክህልዉ ይኽእሉ እዮም። ለከምቲ ገንዘብ ወይ ድማ ብጥበብ ናይ ኣርት ዝጻወቱ ሰባት እውን ገለ ኣብ ውሽጢ ናይ ኣርት ኣብ ውሽጢ ኣዲስ ኣበባ ክርከቡ ይኽእሉ እዮም። ዘይጠባባዊ ስራሕ ዘቕርቡ፣ ካብ ጥበብ ብዙሕ ዝረሓቐ ስነጥበባውያን ውን ክርከቡ ይኽእሉ እዮም። ኣዲስ ግን ነዞም ሰባት እዚኦም ጥራሕ ዘይኮነት ነዞም ኣብ ላዕሊ ኣቐዲመ ክጠቕሶም ዝጸናሕኩ ካልኦት ብዙሓት ብዙሓት ዓበይቲ ስነጥበባውያን ብዙሕ ስራሕ ኣብ ምስራሕ ዝርከቡ ስነጥበባውያንን ምስ ገድሊ ስደት ተራጺሞም ብቑዕን ቅቡል ስነ ሓሳብ ንመትከልን ሓድነትን ህዝቢ ዘየጥፍእ ኣራማዊ ስራሕ ዘቕርቡ ዘለዉ ገዳይም ናይ ሕጂ ህልዋንን ሓደሽቲ ስነጥበባውያን ከም ዘለዉ ዘይምዝንጋዕ። ስለዚ ደጊመ ደጋጊበ ውሱናት ሰባት ንሽም ናይ ኣብ ኣዲስ ኣበባ ዝርከቡ ዘለዉ ስነጥበባውያን ከበላሽዉ ኣይክእሉን እዮም። ኩላትኩም ተዓዘብቲ ተኻታተልቲ መደባት ሸዋት ይኹን ኮሜዲ ሲቲኮማት ይኹን ተኻታተልቲ ፍልምታት ብኣዲስ ኣበባ ዝፈሪ ዘሎ ነቶም ኣብ ኣዲስ ነዚ ስራሕ እዚ ዘፍርዩ ዘለዉ ምስ ስደት ተራጺሞም ነዚ ስራሕ ከፍርዩ ብምኽኣሎም ክምጎሱ ኣለዎም እምበር ንዕኦም ከቆናጽብ ዝኽእል ወይ ድማ ንታሕቲ ዝደቁስ ስነ-ቐንጠብጠባውያን ብምባል ስያመ ብምሃብ ንዕኦም ሞራሎም ዘውድቕ ንኸይትገብሩ በዚ ኣጋጣሚ'ዚ ከተሓሳስብ ይደሊ። እምበኣርከስ እታ ናይ መጀመርታ ዝነበረት ሕቶይ ከምጽኣ'የ፣ ኣርቲስት ኣዲስ ስነ-ቐንጠብጠብ ዶ ስነ-ጥበባውያን? በዛ ዝሃብኩኹም ንእሽቶይ መብርሂ እቲ መልሲ ናባኹም ክገድፎ እየ። ኣብ ካልእ ቅነ ብኻልእ መደብ ክሳብ ዝራኸብ ሰሰናዩ ወደሓንኩም እናበልኩ ኣብ ዝቕጽል መደባተይ ብዝተፈልየን ካልኦት ሓሳባትን እየ ክመጽእ። ነዚ መደብ እዚ ሓደሽቲ ዝኾንኩም ከምቲ ደጊመ ደጋጊመ ዝዛረቦ ዘለኹ ሼር ላይክ ሳብስክራይብ ብምግባር ተኸታተልቲ ናይዚ ንኡስ መደበይ ዓንኬል ጥበብ ንኽትኮኑ ብኽብሪ እየ ዝዕድመኩም።